ሻሎም ሻሎም ቅዱሳት ኣሕዋትን ኣሓትን ኩላትኩም ብሓባር እንቋዕ ብድሓን መጻኹም ናብ ባህሪ ኣምላኽ ዩቲዩብ ቻነል እዚ መደብ እዚ ወይ እዚ ቪድዮ ታት ዝፍኖ ኣብ ሰሙን ሓደ ግዜ ሰንበት ሰንበት እዩ ዝኸውን ዘሎ ስለዚ ኩላትኩም ተኻፈልቲ ወይ ድማ ናይዚ ቪድዮ ተዓዘብቲ ንክትኮኑ ብክሪ ዕድመኩም ማለት እዩ ሓደሽቲ ዝኮንኩም ነዚ ቪድዮ ሳብስክራይብ ብምግባር ነታ ኣብኡ ዘላ ደወል ድማ ብምጥዋቅ ሓደሽቲ ዝኮኑ ቪድዮታት ብቀጥታ ክመፅኩም ስለ ዝክእሉ ከምኡ ክትገብሩ ብትሕትና ሓተኩም ማለት እዩ ካብታ ቀዳመይቲ ቪድዮ ጀሚርና ብዛዕባ ባህሪ ኣምላኽ ኢና ክንከታተል ወይ ድማ ከስተምህር ጽኒሔ ሕጂ ሎማዓንቲ ንሱ ምትእሳር ዘለዎ ሓድሽ ኣርእስቲ ሒዘ መጽየ ኣለኹ ንሱ ከኣ እንታይ እዩ ሕርያ ናይ ዝማል ስለዚ ነዚ ናይ ሎማዓንቲ ቪድዮ ወይ መደብ ክትከታተሉ ብትሕትና ሓተኩም ጽን ኢልኩም ክትከታተሉን ነዚ ቪድዮ ድማ ዝኾነ ትሕዝቶ ብዛዕባ እዚ ናይ ሎምዓንቲ ትሕዝቶ ማለት እዩ ሕቶ ወይ ርእይቶ ምስ ዝህልወኩም ሓሳብኩም ኣብ ታሕቲ ክትገልጹ ኣተባብዓኩም ማለት እዩ። እግዚኣብሔር ይሓልልኩም እዩ እግዚኣብሔር የፍቅረኩም እዩ ክብሪ ንኣምላኽ ይኹን። ስለዚ ኣብቲ ናይ ሎምዓንቲ መደብና ክንኣቱ ማለት እዩ። ከምቲ ዝበልኩዎ እንታይ እዩ እቲ ሕርያና ወይ ሕርያና ንሕና ንሓርዮ እንታይ እዩ እንታይ ከ ንጥዕም ወይ ድማ ቴስት ንገብር ኣለና ንጥዑምስ ወይ ንመሪር ኢና ንጥዕም ዘለና? ነቲ ጥዑም ጥዑም ንብሎ ኣለናስ ወይ ነቲ መሪር መሪር ኢና ንብሎ ኣለና? ወይላስ ነቲ ጥዑም ጥዒምና ዕረ ንብሎ ኣለና ነቲ ዕረ ከኣ ጥዑም ንብሎ ኣለና? ሓደ ድሕሪኡ ከ እንታይ ዓይነት ወይ ኣብ ምንታይ ዓይነት መደምደምታ ንበጽሕ ኣለና እዩ እቲ ሕቶ ማለት እዩ። ምክንያቱ ኣብ መዝሙር ሰላሳን ኣርባዓን ጥቕሲ ሸሞንተ ከምዚ ይብለና እግዚኣብሄር ሲ ሰናይ ምዃኑ ጠዓሙን ረኣዩን እግዚኣብሄር ሰናይ ምዃኑ ጠዓሙን ረኣዩን ተጣዕሙ ዝረዶ ቴስት ክብሮ ኣብ ህይወትካ እግዚኣብሄር ከመይ ምዃኑ ክትፈልጥ ሲ ንእግዚኣብሄር ሕተቶ ንእግዚኣብሄር ኣብ ህይወትካ ጣልቃ ኣትዩ ክሰርሕ ፍቐድ ተመክሮ ንኣምላኽ ሽዑ እዚ ርግፅ ነገር ጋረንቲ ዝኾነ ውሑስ ነገር ኣሎ እሱ ኸኣ እንታይ እዩ ሰናይ እዩ ኣምላኽ እዩ ስለዚ ነዚ ንኸይትገብር ዝዕንቅጸካ ዘሎ ፍለጥ ማለት እዩ ንእግዚኣብሔር ሲ ጣዓሞ ኣብኡ ዝውከል ሰብ ብፁእ ይብል እዚ መዝሙር 34 ቁጥሪ 8 እዩ እግዚኣብሔር ሰናይ ምዃኑ ጣዓሙን ረኣዩ ኣብኡ ዝውከል ሰብ ብፁእ እዩ ሕጉስ እዩ ኣብኡ ንእግዚኣብሔር ኣብ እግዚኣብሔር ተወከለ ሰብሲ ሕጉስ እዩ ኩሉ ግዜ ምክንያቱ እግዚኣብሔር ሰናይ ስለዝኾነ ክብሪ ንኣምላኽ ይኹን የሱስ ጎይታ እዩ ስለዚ ንእግዚኣብሄር ጣዕም ርኤ ሰናይ ምዃኑ ከዓ ፍለጥ ኣብኡ ተወከል ድማ ክትሕጎስ ኢኻ እንታይ ኢና ንሓሪ ወይ ንኽተል ወይ ነድንቕ ዘለና ኣብ ዝኾነ ግዜን ቦታን ወዲ ሰብ ሙሉኡ ይኽተልን ይሓርን እዩ። ንገለ ይስዕብ እዩ፣ ገለ ነገር ከዓ ይሓሪ እዩ። ስለዚ ንሓርቕ ነገር ከዓ ይድነቕ እዩ። እንታይ ኢና ንድነቕ ዘለና? እንታይ ኢና ንሓሪ ዘለና? እንታይ ኢና ክንኽተል ዘለና? ኣዝዩ ንዓና ወሳኒ እዩ ህይወትና። ንመን ምኽንያቱ ንሓደ ነገር ምስ ሓረኻ ንሓደ ነገር ምስ ኣድነቕካ ብፍላይ ዓቢ እንድሕር ኮይኑ ንሱ ብዝተፈላለየ መለክዒታት ካባኻ ዝዓቢ ወይ ንኣብነት ሃብታም እንተኾይኑ ወይ ፈላጥ እንተኾይኑ ወይ ገለ እንተ ደኣ ኮይኑ እስኻ ካብኡ ሰብ ትትሕት ንኣብነት ዘስርሓካ ሰብ ፋብሪካ ክኸውን ይኽእል ቤት ጽሕፈት ክኸውን ይኽእል ገለ ዝተፈላለየ ጽፍሕታት ናይ ህይወት ደረጃታት ናይ ቁጠባ ክኸውን ይኽእል እዩ ስለዚ ድሕሪኡ ንስኻ ንኽትሰርሕ ኢልካ፣ ንኽትበልዕ ኢልካ ተገልግል ኢኻ። ስለዚ ንመንከ ነገልግል ወይ ድማ ንመን ርእስና ንውፊ ኣለና? ወይ ንመን ርእስና ነግዝእ፣ ክንከነግዝእ ንደሊ? ስለዚ ንመንከ ርእስኻ፣ ንመን መጀመርያ ንመን ትሓሪ ኣለኻ? ንመንከ ትኽተል ኣለኻ? ንመን ተድንቕ ኣለኻ? ዝኾነ ሰብ ሕርያ ኣለዎ፣ ዘድንቖ ኣለዎ፣ ዝኽተሎ ኣለዎ። ኣብ ዝተፈላለየ ኣብ ፖለቲካ ክኸውን ይኽእል፣ ኣብ ስፖርት ዓለም ክኸውን፣ ኣብ ስነ ጽሑፍ ክኸውን፣ ኣብ ዝተፈላለየ ሰብ ይሓሪ፣ እዚ ንዓይ ከምዚ እዩ ዝምባለ ይብል፣ ከምዚ ይብል። ንሕና ንዛረቦ ዘለና ግን ብዛዕባ ኣምላኽ እዩ። ንመን ትሓሪ ኣለኻ? ንመን ተድንቕ ኣለኻ? ንመን ትኽተል ኣለኻ? ነዚ ምስ መለስካ ንመን ከም ተገልግል ዘለኻ ክትፈልጥ ኢኻ ማለት እዩ። ንተገልግሎ ከኣ ንርእስኻ ንዕኡ እኻ እተግዝእ ዘለኻ ስለዚ ንመን ተግዝእ ኣለኻ ርእስኻ ኢያሱ ከምዚ ኢልዎም ኢያሱ ሓ ዕስራን ኣርባዕተን ጥቕሲ ዓሰርተ ሓሙሽተ ከምዚ ይብል ኢያሱ ዕስራን ኣርባዕተን ጥቕሲ ሓሙሽተ ዓሰርተ ሓሙሽተ ከምዚ ይብል ንእግዚኣብሄር ምግልጋል ክፉእ ኮይኑ እንተ ተራእይኩምሲ ንእስራኤል ክዛረብ ከሎ እዩ ንመን ከም እተገልግሉ ነቶም ኣቦታትኩም ኣብ ኪንዮ ርባ ዘገልግልዎም ዝነበሩ ኣማልኽቲ ወይ ኣማልኽቲ ናይቶም ንስኻትኩም ኣብ ምድሮም እትነብሩ ዝነበርኩም ኣሞራውያን ሎሚ ሕረዩ ስለዚ እንታይ ብሎም ኣሎ ንመን ኢኹም ተገልግሉ ምክንያቱ ንስኻ ኣብ ዝተፈላለየ እግዚኣብሄር ድሕረ ባይታኻ ኣይግድሶን እዩ እግዚኣብሄር ከምዚ ነይረ ከምዚ ነይረ ኢልካ ብኡ ክትቀየድ ኣይደልየካን እግዚኣብሄር ካብቲ ዘለኻዮ ክትወፂኻ ናይ ዘመርካዮ ኣየገድሶን ድሕሪኡ ንስኻ ኣብኡ ምስ ኣተኻ እዩ ትቁፀር ማለት ስለዚ ይብሎም ኣሎ ሕጂ ትውስኑሉ ግዜ ይብሎም ኣሎ ንመን ኢኹም ትሓርዩ ንመን ኢኹም ትመርፁ ዘለኹም ንእግዚኣብሔር ምግልጋል ክፉእ ኮይኑ ተተራእየኩምሲ ንመን ከም እተገልግሉ፣ ነቶም ኣቦታትኩም ኣብ ኪንዮ ሩባ ዘገልግሉዎም ዝነበሩ ኣማልኽቲ፣ ወይ ኣማልኽቲ ናይቶም ንስኻትኩም ኣብ ምድሮም እትነብሩ ዝነበርኩም ኣሞራውያን ሎሚ ሕረዩ። ኣነን ቤተይን ግና ንእግዚኣብሄር ኢና ነገልግል። ስለዚ እያሱ ንሱ ዝወሰኖ ውሳነ እዩ ነይሩ። ኣነ ነዚ እግዚኣብሄር እዚ ከገልግል ሓርየ ኣለኹ። ሰናይ ምዃነ ምዃኑ ፈሊጠ ኣለኹ። ስለዚ ኣነ ዝስዕቦን ዘገልግሎን እዚ ይብል ኣሎ። ስለዚ እስኻ ሎምዓንቲ ንመን ሓሪኻ ኣለኻ? ንመንከ ተገልግል ኣለኻ? ፍለጥ ኣዝዩ ወሳኒ ንዓኻ ምክንያቱ ድሕረ ባይታ ነልካ ክኸውን ይኽእል እዩ ከምኡ ኢልካ ዲኻ ንእግዚኣብሔር ድምፁ ሰሚዕካ ወፂኻ ንዑዋ ተገልግል ዘለካ ምክንያቱ ንሱ ኢና ኣምላካ ብዝተፈላለየ ምክንያት ከም ብዘለካዮ ናይ ኣቦይ ናይ ወለደይ ዝበሃል የልቦን ወይ ዝነበርኩ ኣብ ከምኡ እየ ለሚደ ዝበሃል ኣምላኽ ብልምዲ ኮንካ ተምልኹ ኣምላኽ ብኣካል ኢኻ ትፈልጦ ብግሊ ኢኻ ትፈልጦ ፈሊጥካዮ ምስኡ ዝምድና ሃሊካ ሕብረት ሃሊካ ተምልኾን እተገልግሉን ብዝተፈላለየ ጽልዋ ኔርካ ክኾን ይኽእል እዩ፣ ናዚ ሓቂ ፈሊጥካ እኽ ወጺእኻ ግን ንሱ በይኑ ሓቂ ስለኾነ፣ ካልእ ብዙሕ ሓቂ ዝበሃል የለን፣ ሓንቲ ሓቂ እያ ዘላ ንሱ ኸኣ ንሱ እዩ ባዕሉ። ስለዚ እንታይ ይብል ኣሎ ኣብዚ ሎሚ ሕረዩ ንስኻ ውን ሎምዓንቲ ሕረ ነቲ ሰናይ ዝኾነ ኣምላኽ ንኽትስዕቦ ጻውዒት ይቐርበካ ማለት እዩ። ቀዳማይ ነገስት ዓሰርተ ሸሞንተ ዕስራን ሓደን ኤልያስ ከኣ ከምዚ ይብሎ። ኤልያስ ድማ ናብ ብዘሎ እቲ ህዝቢ ቀሪቡ ክሳዕ መኣዝ ኢኹም ናብ ክልተ ወገን እትሕንክሱ ኢልዎ ምክንያት እስራኤላውያን ሓንሳብ ናብ በዓል ብሎ ሓንሳብ ናብ ኣምላኽ ብሉ ከምዚ ዝበሃል የለን ኣምላኽ በይኑ ክምለኽ እዩ ዘለዎ ምክንያቱ ንሱ ንኣኻ መንበሪ ኢኻ ንሱ ንኣኺ መንበሪ ኢኺ ንዑ በይኑ እዩ ካብዚ ቁሩብ ካብቲ ቁሩብ ዝበሃል የልቦን ንእግዚኣብሄር ብምሉእ ልብኻ ከተምልኾ ከተምልኾ ከለኻ ከዓ ንሱ ኩሉ ነገር ስለ ዝገብረልካ ንሱ ስለ ዝኾነ መንበሪ ኢኻ ንሱ ዝኾነ ህይወት ስለ ዝበካ ማለት እዩ እግዚኣብሔር እንተ ኮይኑ ኣምላኽ ደድሕሪኡ ሰዓቦ ስለዚ ብዙሕ ኣማልኽቲ ዝበሃል የብሉን ብዙሓት ኣምላኽ ኣማልኽቲ ዝበሃል የለውን ሓደ ኣብ ሓቀኛ ኣምላኽ ጥራይ እዩ ዘሎ ምክንያቱ ሲ ደድሕሪኡ ሰዓቦ በዓል እንተ ደኣ ኮይኑ ከኣ ንኡ ሰዓቦ እቶም ህዝቢ ግና ሓንቲ ቃል ኣይመለሱ ስለዚ እዚ ቃል እዚ ስኻ ሕቶ ቀርበልካ ኣሎ እዚ ኣምላኽ እዚ ዲኻ ተምልኽ ክትደሊ ዋላስ ኣምላኽ ናይ ዝተፈላለየ ኣምላኽ ናይ ኤውሮጳ ኣምላኽ ናይ ኤውሮጳ ኣምላኽ ናይ እስራኤል ናይ ኤውሮጳ ኣምላኽ ናይ ኣሜሪካ ኣምላኽ ናይ ካናዳ ኣምላኽ ናይ እስራኤል ሕብርታት ክህልው ይኽእል እስኻ ግን ንመን ተድነቕ ኣለኻ ንመን ተገልግል ኣለኻ ርእስኻ ንመን ትወፍር ኣለኻ ፍልስፍና ዲኻ ትኣምን ዘለኻ ብዛዕባ ንገዛእ ርእሱ እቲ ዝፈላሰፍ ዘሎ ሰብ ምንጩ ካበይ ምዃኑ ዘይፈልጦ ንገዛእ ርእሱ ኣብ ዘይነበረ ኣብ ሓደ እዋን ዝተቐልቀለ ዝተፈጥረ ድሕሪኻ ዘይህሉ ንዘልኣለም እግዚኣብሄር ግን ካብ ዘልኣለም ንዘልኣለም ዝነብር ኣምላኽ ንሱ እዩ ክምለኽ ዝግብኦ ስለዚ እስኻ ንመን ትሓር ኣለኻ ሕጂ እስኻ ንመን ኢኻ ተምልኽ ዘለኻ ኣማኒ ትኾንካ ኸ ሕውስውስ ከይበልካ ንዑ ንበይኑ ብንጹህ ብጽሩይ ከተምልኾም ከተገልግሉን ዝግባእካ ማለት እዩ ነየናይ ንሓሪ ንሓሶት ወላስ ንሓቂ ኩሉ ሓቂ ካይኮነ ሓንቲ ሓቂ እያ ዘላ ነየናይ ትሓሪ ሕጂ ግን ንስኻ እቲ ተቐባልነት ዘለዎ ኣብዚ ዓለም ወይሲ ሓቂ እንዳፈለጥካ ግን ተቐባልነት ስለዘይብሉ ምስ ብዝሒ ክትውይድ ደሊ ሓቂ ብዝሒ የድልያን እቲ ሓቂ ሓቂ ኮይና በይና ደውያ ትብል ማለት እዩ ስለዚ እስኻ ንመን ትሓሪ ሕጂ ነየናይ ትሓሪ ሮሜ ሰለስተ ቁጽሪ ኣርባዕተ ከምዚ ይብል ያእ ኣይፋሉን ከምቲ ብቓላትካ ክትጸድቕ ምስ ዝፍረድ ዝፈርደካውን ዝፈርደካውን ክትረትዕ ኢኻ ዝብል ጽሑፍ ደኣ ኣምላኽ ሓቀኛ ምዃኑ ኩሉ ሰብ ግና ሓሳዊ ምዃኑ ይራኸብ ስለዚ እቲ እንኮ ሓቀኛ ዝኾነ ኣምላኽ ንሱ ባዕሉ ሓቂ ዝኾነ ንሱ ጥራይ ሓደ ዘሎ። ኩሉ ሰብ ሓሳዊ እዩ። እቲ ሓቂ ካብኡ እዩ። ንዕኡ ምስ ትፈልጥ ጥራይ ኢኻ እቲ ሓቂ እንታይ ምዃኑ ክትፈልጦ ትኽእል። ስለዚ እንታይ ትመርጽኻ ሕጂ? ንኣምላኽ እቲ እንኮ ሓቂ ዝኾነስ ዋላስ ካልእ ጥበራ ናይ ሰይጣን ካልእ ሕሶት ካልእ ሕብሪ ዘለዎ ሓቂ ዘምስል ሓቂ ዘይኮነ ትኽተል ንስኻ? እዚ ሓቀኛ ኣምላኽ የሱስ ክርስቶስ እንታይ ኢሉ መንገድን ሓቅን ህይወትን ኣነ እየ ኢሉ ስለዚ መንገድን ሓቅን ህይወትን ዝኾነ ዶ ሕርያ ኢኻ ክኸውን ሎም መዓልቲ ወላ እንታይ ትሓርስ ስኻ እንታይ ትመርጽ ስኻ ንመን ከተገልግል ትደሊ ከ ስኻ እቶም ናይ ቀደም ዝነበርካዮም ጣኦት ከምኡ ኢልካ ክትነብር ናይ ኣቦታተይ ናይ ወለደይ ናይ ኣቦሓጎታተይ ትብል ዶስ ዋላስ ንዑ ክትፈልጦ ትደሊ ነቲ ሓቀኛ ዝኾነ ኣምላኽ ፈሊጥካ ከተገልግል ትደሊ ንስኻ ከ ክትጽሎ ዶ ትደሊ በቶም ኣብ ከባቢኻ ዘለዉ ጣኦታት ካብቲ ሓቂ ዶ ክትስሓብ ትደሊ ወይስ ንበይንኻ ንሳ ትወጽእ ንስኻን ቤትካን ንስኻን ኩልንትናኻን ተገርሎ ምኽንያቱ ንሱ ኣብ ቅድመይ ካልኦት ኣማልኽቲ ኣይሃልዉኹም ዝብል እዩ ምኽንያቱ እቶም ካልኦት ኣማልኽቲ ከዕንዉኻ እዮም ከትፍኡኻ እዮም እቲ ሓቀኛ ኣምላኽ ግን ንዓኻ ናብ ሂወት ኣእትዩ ብሂወት ዘማልሰካ ኣምላኽ እዩ ስም እግዚኣብሔር የተመስገነ ይኹን ስለዚ እንታይ ትሓሪ ሕጂ እንታይ ትሓሪ ንመን ተገልግል ከ እስኻ ንመን ተገልግል እንታይ ከትጥዕም ኣለኻ እንታይ ይብል ዮሃንስ ሰለስተ ወንጌል ዮሃንስ ምዕራፍ ሰለስተ ቁጽሪ ሰላሳን ሰለስን ከምዚ ይብል እቲ ነታ ምስክሩ እተቐበለ ግና ኣምላኽ ሓቀኛ ምዃኑ ሓተመ። ምኽንያቱ የሱስ እዩ እቲ መልእኽቲ ሒዙ ዝመጸ፣ ንሱ ኸኣ ባዕሉ እቲ መልእኽቲ እዩ። ስለዚ እንድሕር ንየሱስ ተቐቢልካ ኣምላኽ ሓቀኛ ምዃኑ ኢኻ፣ ምኽንያቱ ምስክር ናይ የሱስ ሓቂ እዩ። ስለዚ በዚ ኸኣ ኣምላኽ ሓቂ ምዃኑ ፈልጦ። ኣምላኽ ሓቂ ንስኻ በይንኻ ምዃንካ ዝለኣካዮ ወድኻ ምእማን እዚኣ ናይ ዘለኣለም ህይወት እያ ኢሉ። ኣምላኽ ሓቂ ንስኻ በይንኻ ምዃንካ። ስለዚ ንየሱስ ክርስቶስ ምእማንን ኣምላኽ ሓቂ ሓደ በይኑ ምዃኑ ምእማንን እዚ መልእኽቲ እንድሕር ተቐቢልካ ኹንካ ንሱ እራግጸላ እዚ ኸኣ እቲ ሓቂ መልእኽቲ እዩ ቲቶስ ሓደ ጥቕሲ ክልተ ከምዚ ይብል በቲ እቲ በቲ በታ እቲ ዘይሕሱ ኣምላኽ ቅድሚ ዘመናት ዘልኣለም ዘተስፈዋ ተስፋ ናይ ዘልኣለም ህይወት ኣምላኽ ኣይሕሱን ባህሩ እሱ ሓቂ ስለዝኾነ ኣምላኽ ኢለኩም ኣምላኽ ብርሃን እዩ ኣምላኽ ሓቂ እዩ ኣምላኽ መንፈስ እዩ ኢልና ነርና። ኣምላኽ ፍቕሪ እዩ እንዳበልኩ ክገልጾ ነይረ። ስለዚ እቲ ሓደ ካብቲ ባህርያት ናይ ኣምላኽ ሓቂ እዩ። ንሱ ኩሉ ግዜ ክሕሱ ባህሪ ኣይኮነን፣ ኣይከውን፣ ኣይሕሱን እዩ። ኣምላኽ ኣየደናግረካን እዩ። ሰይጣን መደናገሪ እዩ፣ ሓሳዊ እዩ። ክዛረብ ከሎ ካብ ርእሱ ይዛረብ፣ ሓቂ ብኡ የላን ይብለና መጽሓፍ ቅዱስ። ስለዚ ሓሳዊ ስለዝኾነ ነቲ ሕሶት ንዓኻ መፈንጠራ መፈንጠራ ይገብረልካ የደናግረካ ኣደናጊሩ ስኻ ነቲ ሕሶት ከም ትኣምን ይገብረካ እሞ ንመታን ክም ንክትጠፍእ እቲ ዕላማት ንክትጠፍእ እግዚኣብሔር ግና ሓቂ ረኺብካ ብህይወት ክትመላለስ ትደሊ ሓቂ እውን ረኺብካ ሓራ ክትኮን ይደልየካ ስለዚ እቲ ሓቂ ክትፈልጥዋ እቲ ሓቂ ከዓ ሓራ ክትወፅኣ ክምለካ ስለዚ እዚ ሓቀኛ ኣምላኽ ረኺብካ ብሓቂ ክትመላለስ ሓራ ወፅያ ክትነብር ትደሊ ዶ ሕረ ሎማዓንቲ ካልእ ግን እንታይ ኣለዎ ሓብዚ ዘይነስተውዕሎ ንሕና እግዚኣብሔር እቲ ነጻ ፍቓድ ወይ ነጻ ድሌት ናይ ሰብሲ ዝዕንጽጾ ይመስለና። ኣምላኽ ብሓይሊ ክገዝእ ኣይደልን እዩ። ብሓይሊ ኣምላኽ ኣይመልኽን፣ ብፍቕሪ እዩ ዝመልኽ። ንሰባት ናብ ህይወት ከእቱ ብጸጋ ብምሕረት ብሕያውነት እዩ እግዚኣብሔር ሰባት ናብ ንስሓ ደምጾም። ስለዚ ንእግዚኣብሔር ኣይደልየካን ምባልን ምንጻግን እንታይ ሳዕቤን ኣለዎ? ምኽንያቱ ንስኻ ንብርሃን ኣይደልን ድሕሪ ኢልካ እንታይ መጸካ ትፈልጥ ኢኻ። ንስኻ ንህይወት ኣይደልን እየ እንተልካ እንታይ ኢልካ እንታይ መጸካ። ስለቲ እትሓርዮ ነገር ኣብ ህይወትካ ጽልዋ ኣለዎ፣ ሳዕቤን ኣለዎ ማለት እዩ። ትም ኢሉ ዝነብር ሰብ የለን። ይሓሪ ሰብ ወይ በዚ ወይ በቲ። ወይ መንገዲ ህይወት ወይ መንገዲ ሞት። ሰብስ ይሕሪ ኣለዎ ኣብ ህይወቱ ኣብቲ ዝነብሮ ኣብዚ ምድሪ ማለት ዝማረሱ።

መንገድኻ ክንፈልጥ ኣይንደልን ኢና እሞ ንኣምላኽ እንታይ ኢሎሞ መንገድኻ ኣይትንገረና ክንፈልጥ ኣይንደ ኣይ we don't have any interest ኢሎሞ ንሕና ኣይንደልን ኢና ክንፈልጥ ኢሎሞ መንገድኻ ክትፈልጥ ኣይንደልን ኢና ኢሎሞ እሞ ካባና ኣግልስ ካባና ኣግልስ ኢሎሞ ነቲ ኣምላኽ ህይወት ዝህብ ነቲ ኣምላኽ ናብ ዕረፍቲ ዘእቱ ነቲ ፈዋሲ ኣምላኽ ነቲ መሓሪ ኣምላኽ ነቲ ዘተስእ ኣምላኽ፣ ነቲ ሓቀኛ ዝኾነ ኣምላኽ ሕድኦም ታይ ነይሩ? ንዑ ንመንጻኪ ነይሩ። መንገዳ ክንፈልጥ ኣይደልና ካባና ኣግልስ ኢሎሞ። እቲ ኩሉ ዝኽእል እነገልግሎ ከመን እዩ ኢሎም። ስለዚ መን ዳኸን ኣይነ ደልየና እዚ ከነገልግሎ መን እዩ ዝኸይዶ መን እዩ እዚ እንታይ ኣምላኽ ዘለኻና እዩ ይብሉኻ ሰባት ናብኡ እንተተባሃለልናስ እንታይ ክጠቕመና እዩ እንታይ ገረልና እዚ ኣምላኽ እዚ ኩሉ ኣለና ሕና ኩሉ ኣለና ዝደለና ንገብር ዘለናዮ ንትንክፍ ከም ድሌትና ንሰርሕ ከም ድሌትና ንበልዕ ከም ድሌትና ንሰቲ ኣብ ዘለና ንበፅሕ ኣብ ዘለና ንዛወር ኩሉ ኣለና ኩሉ ኣለና እንታይ ካብ ዝለዓል እንታይ ኣምላኽ ማለትና እዩ እንታይ ክጠቕመና እዩ ይብሉ ኢሉ እዮብ 21 ካብ ጥቕሲ 14 ክሳብ 15 ሽዑ 22 ንርኢ ምዕራፍ 22 ካብ ጥቕሲ 15 ክሳብ 17 ክንበርኩ እዩ በታ እቶም እኩያት ሰባት ዝረግጽዋ ናይ ቀደም መገዲ ዶ ኽትከይድ ደሊኻ ኢኻ? ሕቶ ንዓኻ ሕጂ። በቲ እኩያት ሰባት ዚኸድዎ ዘለዉ፣ በቶም ንኣምላኽ ዚነጽጉ ዘለዉ፣ በቲ መንገዲ ኣይንደልና፣ ኽንፈልጥ ኣይንደልና ዚብሉ ኽትከይድ ትደሊ ዲኻ እስኻ? ወይ ክትከዲ ትደልዪ ዲኺ እስኺ? እቶም ግዜኦም ከይበጽሐ እተቐዝፉ ብዙሓት ሰባት፣ ህላወ ናይ ኣምላኽ ዚጠራጠሩ ጥራይ ዘይኰነስ፣ ህላወ ናይ ኣምላኽ የለን ኢሎም ዚላገጹ፣ እዚኦምሲ እቶም ግዜኦም ከይበጽሐ እተቐዝፉ፣ መሰረቶም ከም ውሒዝ ዝወሓዘ ሰባት፣ ህላዌኦም'ኳ ዘይተረኽበ ማለት እዩ። ንሳቶም ንኣምላኽ ካባና ኣግልስ፣ እዚ ኹሉ ዝኽእል እንታይ ኮን ክገብረና እዩ በልዎ። ንሶም የለውን ሕጂ ከምኡ ኢሎሞ፣ ንምንታይ ንስኻ ናይ ዘለኣለም ህይወት ዘይትረክብ? ንስኻ ንምንታይ ንዘለኣለም ዘይትነብር ምስኡ? ምክንያቱ እስኻ ኢኻ ትመርጽ ዘለኻ ኣምላኽ ሂወት እዩ ሂወት ኣይደለኻን ሞት ትመውት ኣምላኽ ኣይኮነን ዝቐትለካ ዘሎ ናትካ ሕርያ ናብ ጥፍኣት ይመርሕ ኣሎ ባዕልኻ ኩሉ ሰብ ቅንዕቲ መንገዲ ትመስሎ ኩሉ ሰብ ዝኸዳ መንገዲ ኣላ ንሳ ግና ናብ ጥፍኣት እያ ተመርሒ ብለና ስለዚ ፍለጥ ነዚ ኣምላኽ እዚ ሕርያኻ ንሱ ይኹን እተገልግሎ ንዑ ይኹን ርእስኻ ትውፍየሉ ተግዝኦ ንዕኡ ይኹን ምኽንያቱ ንሱ ነፍስኻ ከዕርፋ እዮ ነፍስኻ ከጽግባ እዩ ክትሕጎስ ኢኻ ብኣምላኽ ኣብኡ ዝውከል ሰብ ብፁዕ ይብለና መጽሓፍ ቅዱስ ስለዚ ኣምላኽ ነቶም ኣይንደልየካን ኢና ኪደልና ዝብልዎ እንታይ ገብሮም ኣየጥፎም ኒ ኣምላኽ እንታይ ገብር ብመንገዶም ድሌቶምን ብመንገዶምን ድሌቶምን ክኸዱ ይሓድጎም ኣምላኽ ይገጥፎም ምክንያቱ እቲ መንገዲ ንሱ ይጠጥፍኦም ዘሎ ስለዚ ኣምላኽ እንድሕር ርኢናዮ ብሓይሊ ኣይኮነን ንሰባት ኣይደልየካ ሮቦት ኣይኮኑን ሰባት እግዚኣብሔር ፈጢርዎም ምርጫ ኣለዎም ውሳነ ኣለዎም እግዚኣብሔር ዝደለዮ ኣይትብልና እግዚኣብሔር ዝደለዮ ዝገብሮ ኩሉ ግዜ ናቱ ሰናይ እዩ እግዚኣብሔር ግን ንሰብ ፍቓድ ናይ ሰብ ኣይዕምፅፅን እዩ ጥራይ ንሱ ዝገበሮ ድሕሪ ኣልዩ ኮይኑ ጣልቃ ዝኣትዎ ንወዲ የሱስ ክርስቶስ ዘርኢ ንምሕላው ክሳብ ንሱ ብስጋ ዝግለፅ ማለት እዩ እዚ ኸኣ እቲ ዘርኢ ዝሓዞ እቲ ቃል ዝሃቦ ተስፋ ዝሃቦ ስለ ዝፍጽሙ ነቲ ቃል ዘውጽኦ እዩ እግዚኣብሔር ዝሕልዎ ስለዚ እንታይ ገብሮም ኣምላኽ ብመገዶምን ድሌቶም ክኸዱ ይሓድጎም ውፅኢትን ሳዕቤን ናይ ጉዕዞም ድማ ባዕሎም ክዓዝዱ ይሓድጎም ናቶም እንዲ ኣነ ብዚ ትኺድ ለካ ትኸይድ ስኻ ሕማቕ ኢለካ ትኸይድ ትኣቢ ፈንሕር ፈኒ ኣንሕር ኣነ እንድሕር ከይትኸይድ ኣብ ዘለኻዮ እንድሕር ክልክለካ ኣልየ ፍቓድካ እየ ድዕምፅእ ዘለኹ ኣነ እቲ ናተይ ድሌት እየ ኣባኻ ኢምፖዝ ገብረ ዘለኹ ኣምላኽ ናቱ ድሌት ብሓይሊ ይገብሮ ነቲ ናቱ ድሌት ፅቡቕ ምዃኑ ግን የብርህን የርእን ዋናኻ ንሱ ምዃኑ ዝደልየካ ከም ዘሎ ኩሉ ነገር የብርሃልካ ኩሉ ምስክር ይገብረልካ እምቢ እንድሕር ኢልካ እቲ ዝደለኻዮ መንገዲ ኢኻ ትኸዶ ዘለኻ እምበር ኣምላኽ ኣይኮነን ንዓኻ ዘጥፍኣካ ዘሎ እቲ ናብ ጥፍኣት ዝወስድ መንገዲ ባዕልኻ ዝሓረኻያ ትኽተሎ ዘለኻ ማለት እዩ ስለዚ ክዓዙ ድማ ይሓትኩም። ዘዳግም ሰላሳን ሓደን ካብ ጥቕሲ ዓሰርተ ሽዱሽተ ክሳብ ዓሰርተ ሸሞንተ ክንብል ኮይኑ እግዚኣብሄር ድማ ንሙሴ በሎ እኒኻ ኢሉ ምስ ኣቦታትካ ክትድቅስ ኢኻ ሕጂ ግዜኻ ኣኺሉ ክትዕርፍ ኢኻ እዚ ህዝቢ እዚ ከዓ ክትንስእ እዩ ደድሕሪ እቶም ናይታ ኣብኣ ዝኣትዋ ዘሎ ምድሪ፣ እቲ እስራኤል ከም ህዝቢ እስራኤል ከም ሓደ ማለት እኩብ ናብታ ዝኣትዋ ዘሎ ምድሪ ናብ ካናኣን ጓኖት ኣማልኽቲ ክምንዝር እዩ። ምስኦም ክምንዝር ምንዝርና ማለት ተሓወሲ ማለት እዩ። ምስቶም ጓኖት ኣማልኽቲ ንምንታይ ጓኖት ንዕኡ ይምልከትዎን እዮም። ጓና ማለት ዘይናቱ ዝኾኑ ማለት እዩ። ንዕኡ ናቱ ዘይኮነ ሓደ ናቱ ኣምላኽ ኣምላኽ ሓቀኛ ኣምላኽ እስራኤል ዝበሃል ንዑ ክገድፎ ምዃኑ ክምንዝር እዩ። ሓዲጉኒ ከኣ ነቲ ምስኡ ዝኣተኽዎ ኪዳን ከፍርሶ እዩ። እግዚኣብሔር እስቲ ይኮነ ነፍርስ እቲ ሰብ ዝኣትዎ እዩ ኣፍሪሶ እምበር ኣምላኽ ኪዳኑ ጽኑዕ እዩ። እግዚኣብሔር ኣብ ቃሉ እሙን እዩ። ስለዚ ከፍርሶ እዩ እዩ በታ መዓልቲ እቲኣ ድማ ቍጥዓይ ኣብኦም ክነ ሕጂ እቲ ቍጥዓ ናይ ኣምላኽ ሰብ ዘይርድእዎ ዘለዉ እግዚኣብሄር ክፉእ ዝገብሮ መስ ኣይኮነ እግዚኣብሄር እንድሕር ንሱ ጒሂ ኢልካ ማለት ንዓኻ ንጥፍኣትካ ትወስዶ ዘለኻ እዩ ዝጉህ እምበር ኣምላኽ ኣይኮነ ጥፍኣት ዘውርደልካ እቲ ቍጥዓ ናይ ኣምላኽ እምበኣር እቲ ጽቡቕ ሳኽ ትኣብን ከለኻ እዩ ዝሓርቕ ምሕራኡ ኸኣ ንሱ ጽድቂ ኣምላኽ ጽድቂ ኩራ ሰብ ጽድቂ ኣምላኽ ይገብር ነጻ ኩረ ናይ ኣምላኽ ግን ኣብ ጽድቂ እዩ ዝተርፍ እቲ ናቱ ፕሪንስፕ ነቲ ናቱ ካይዳ እግዚኣብሄር ኣይቅይሮን ምስ ባህሩ ዝጻረር ኣይገብሮን እዩ እስኻ ዋላ ክትዕምፅ ትኽእል ክፉእ ክትገብር ትኽእል እግዚኣብሄር ግን እሙን ኮይኑ እዩ ዝርከብ ምክንያቱ እግዚኣብሄር ተቆጣ ኣይክብል ከሎ ግን ሕጂ ክንሪኦ እንታይ ተቆጣዕስ ብዙሓት ሰባት ገለ ክፉእ እንተጋጢሙ ተቆጢዕካና ከም ዝቐዝፈና ቀዚብካና ሃሪምካና ኣይኮነ ንሱ ይኮነን ንስኻ ንዑ ክንሪኦ ኢና ሕጂ ኣብዚ ፅሑፍ እሞ ባዕሉ ክስተ ዝገለ ድሕሪ ኢኻ ናተይ ሓሳብ ክህበኩም እየ እንታይ ይብል በታ መዓልቲ እቲኣ ድማ ውጣኣይ ኣብ ኦም ክነድድ እዩ ምስ በለ ጥቕሲ 17 ዘዳግም 31 ማለት እዩ ክሓድጎም ገፀይ እውን ክሓብኣሎም እየ እዚ ብሉይ ኪዳን ዝነበሩ ሰባት ኣብዮሞ ነቶም ካልኦት ኣማልኽቲ ከምዚ ክገብሩ እዮም ኣነ ሓድጎም እየ ምክንያቱ እግዚኣብሔር ምስ ካልኦት ኣማልኽቲ ኣይዋደርን ምስኦም ኣይኮነን ዝካ ተሓውሶ እስኻ እንድሕር ደሊኻዮም ንዖም ከተገልግሎ ንዑ እንድሕር ሓዲግካዮም ኪድ ዝደለኻዮ ግበር ይብለካ እንታይ ብኸምኡ ሕጂ ሓድጋ ብሓይሊ ዘይደለኻያ እስኻ ብሓይሊ ኣይብለካን እዩ ኣምላኽ እንታይ ብለና ኣሎ እንታይ ብሉ እንታይ ብለና ክሓድጎም ገፀይ እውን ካብኡ ክሓብኣሎም እየ ክወሓጡ ድማ እዮም ያ እሱ እዩ ሰይጣን ሲ ክሓርድን ክቐትልን ዝመፅእ ስለዚ ንሶም ንርእሶም ነቲ ዝውፍይዎ ዘለዉ ብኡ ክጠፍ እዮም ንእግዚኣብሔር ንድሕር ኮንካ ግን ንስኻ ፅድቂ ካብ ኣብ ፅድቂ ካብ ትሰርሕ ኣብ ፅድቂ ኣምላኽ ኣትያኻ ፃዱቅ ኮንካ ካብ ፅድቂ ትመላለስ ማለት እዩ ሰናይ ጥራይ ዘሎኻ ፍሪኢኻ ጽቡቕ እዩ ናይ ጽድቂ ኣብዚ ጊን መወዳእትኡ ክዋሓጡ ድማ እዮም ብዙሕ ሕሱም ነገርን ጸበባን ክረኽቦም እዩ እሞ እዚ ክረኽቦም እዩ ንዓይ ሰተሓደጉ እዩ ዝረኽቦም ዘሎ በታ መዓልቲ እቲኣ ኣምላኽና ኣብ ማእከልና ስለ ዘየሎ ዶ ኣይኮናን እዚ ሕሱም ነገር እዚ ረኺብና ዘሎ ረኺቡና ዘሎ ክብሉ እዮም እቲ ህላወ ናይ ኣምላኽ ምስኦም ዘይምዃኑ እዩ ሕጂ መን ኢኸ ኣምላኽ ምስኦም ማለት እዩ መን ኸ ኣምላኽ ምስኦም ክኸውን ዘይደለየ በዓሎም እዮም ኣምላኽ ገዲፎም ነቶም ጣኦታት ነቶም ካልኦት ኣማልኽቲ ከምልኹ ጀመሩ እዩ እግዚኣብሄር ገዲፍዎም ማለት ናይ እግዚኣብሄር ምግዳፍ እምበኣር መወዳእታኻ ስኻ ኣብይ ሰይጣን ኣቲኻ ማለት ኣብይ ሰይጣን ኣቲኻ ከዓ እቲ ዝረኽበካ ኸዓ ፀባን መከራን እዩ ዝረኽበካ ማለት እዩ ስለዚ እዚ እዩ እቲ ቁጥዓ ናይ ኣምላኽ። ሰባት ግን እቲ ቁጥዓ ናይ ኣምላኽ እንታይ ይመስሎም? እግዚኣብሄር ንኣብነት ሕጂ ኮረና ኣምጺኡልና ኣምላኽ እቲ ሓጢኣት ዝገበርና ኣይኮነን ንስኻ ኢኻ። ካልእ ከ ኣብዚ ምድሪ እዚ ስለ ዝተበላሸወ ዝኾነ ብዙሕ ነገራት ኣሎ ዘጋጥም፣ ግን ንስኻ ንኣምላኽ ከምኡ ስእሊ ኣይሃለወካ ኣሎ ዝወደቐ ስለ ዝኾነ ምድሪ ዝተበላሸወ ስለ ዝኾነ ሰብ ስለ ዘበላሽ ኣምላኽ ኣይኮነን። እስኻ ኣብ ህይወት ናይ ኣምላኽ ኣትያ ክትመላለስ ዘለካ ብዘይገድስ ከባቢኻ እዚ ኣማኖ ኮንካ ግን እስኻ እግዚኣብሄር ከምዚ ገይሩ ይቐጽፈና ኣሎ ከምዚ ገይሩ ገበረና ኣይኮነን ትርእስቲ ከምኡ ዝበሃል ኣይኮነን ንስኻ ካብ ስልጣን ጽልማት ናብ መንግስቲ ፍቅሪ ወዱ እትይካ ኣብዚ ግን እስኻ ኣብዚ ዘይተዓረየ ዘሎ ሲስተም ኢኻ ትነብር ዘለኻ ብዙሕ ነገራት እስኻ ኣብኡ ስለ ዘለኻ ከጋጥመካ ይኽእል እዩ ግን ኣምላኽ ኣይኮነን ነቲ ሲስተም ኣበላሽዎ እቲ ብሊፍ ሲስተም እቲ ናይ እምነት ሲስተም ዘሎ ዝተበላሸወ ብናይ ሰይጣን ጽልዋ ብናይ ሰይጣን ንምጺ ዝመጸ እዩ ማለት እዩ እግዚኣብሔር ይሕልወካ እዩ ኣይወጽኣካን እዩ ግን እንታይ ኣምላኽና ኣብ ማእከልና ሰብ ዘየሎ ዶ ይኮናን እዚ ሕሱም ነገር እዚ ረኺቡና ዘሎ ክብሉ እዮም ስለዚ ስለቲ ናብ ካልኦት ኣማልኽቲ ብምምላሶም ዝገብርዎ ኩሉ ክፉእ ከዓ ነታ በቲ መዓልቲ እቲኣ ገፀይ ፈፂመ ክሓቢ እየ ያ እዚ ሕጂ እሶም ብምላሶም ናብ ካልኦት ዝገበርዎ እዩ ኩሉ ክፉእ ረኪብዎ ኣምላኽ ኣይኮነ ክፉእ ኣውሪድሎም ስለዚ እስኻ ብኻራ ጌርካ ክትጻወት እንድሕር ጀሚርካ ኻራ እንድሕር ሓሪራትካ እሞ ኻራ ጌርካ ኣይ ሕማቕ እዩ ብኻራ ኣይትጻወት እንድሕር ተባሂልካ እንድሕር ብዘይ እዚ ኩሉ ተነጊሩካ እንከሎ ተማዒትካ ከለኻ ኻራ ተጠቒምካ እንድሕር ኢድካ ሓሪድካሲ ነቲ ክምዕደካ ዝጸንሐ ይኸውንካ ንስኻ ከም ዝሕረት ጌርካ ንትብሎ ንስኻ ኻወስ ባዕልኻ ነብስኻ ዝሓረድካ ማለት እዩ ኣብ ዘይክየድ ከይዶም ማለት እዩ ነቲ ክሕደግ ዘይግብኦ ሓዲጎም ማለት እዩ ስለዚ ከምኡ እዩ ኣምላኽ ሮቦት ኣይኮናን ንዓና ከም ሮቦት ኣይኮነን ዝርእየና ንዓና ንሕና ኣክቲቭሊ ንጡፋት ተሳተፍቲ ክንከውን ኣክቲቭሊ ፓርቲሲፔት ንገብር ምስኡ ኢና ይደልየና ኣምላኽ ምክንያቱ ብከምኡ እዩ መልክዑ መሲሉ ፈጢርና ሕና ፍቓድ ሂብና ኣሎ ማለት እዩ ስለዚ ንመን ተምልኽ ኣለኻ እስኻ ንመን ትግዛእ ኣለኻ? ንኣምላኽ ክትሓድግ ዲኻ ትደሊ? እዚ ኣምላኽ እዚ ዚሕደግ ኣምላኽ ድዩ? ካብኡ ኸይድ፣ ካባ፣ ካብኡኸ ናበይ ኢኻ ክትከይድ? ካባኻ እሞ ናበይ ኢልዎስ፣ ንስኻ ናይ ዘለኣለም ህይወት ቃል ኣለካ ኢልዎ ጴጥሮስ፣ ንጐይታ ማለት እዩ። እዚ ክትፈልጥ ኣለካ ማለት እዩ። ጠንቂ ሞት እንታይ እዩ ሕጂ? ኩሉ ግዜ ሞት፣ ሞት፣ ሞት፣ እግዚኣብሄር ወሲድዎ፣ እግዚኣብሄር ቀቲልዎ፣ እግዚኣብሄር ከምዚ ገይሩ ኣኪብዎ ኣይኮነን። ጠንቂ ሞት እምበኣር፣ መዝሙር ዳዊት ሰላሳን ኣርባዕተ ቕጽ ዕስራን ሓደን ከምዚ ይብለና፣ ክፍኣት ንረሲእ ይቐትሎ። እቲ ሽግር እምበኣር እቲ ክፍኣት እምበኣር ኣምላኽ ኣምላኽ ኣብ ዘይብሉ ሞት ኣሎ ኣምላኽ ኣብ ዘይብሉ ክፍኣት ኣሎ ኣብቲ ሰናይ ኣሎ ህላወ ናይ ኣምላኽ ክብሪ ናይ ኣምላኽ የብሉ ማለት ክብሪ ናይ ኣምላኽ ዘለዎ ግን ኣብኡ ክፍኣት የለን ስለዚ ኣብኡ ሞት ኣሎ ህላወ ናይ ኣምላኽ ዘይብሉ ውህበት ጸጋ ኣምላኽ ግና ንጻድቕ ዝጸልኡ ከዓ ክኹነኑ እዮም ኣለና ሕጂ መዝሙር 34 ቅስዕቲ ሓደን ክፍኣት ንረሲ ይቐትሎ ንጻድቕ ዝጸልኡ ከኣ ክኹነኑ እዮም። ሮሜ ሽዱሽተ ዕስራን ሰለስተን ከምዚ ይብለና፣ ዓስቢ ሓጢኣትሲ ሞት እዩ፣ ወህበ ጸጋ ኣምላኽ ግና ብክርስቶስ የሱስ ጐይታና ናይ ዘለኣለም ህይወት እዩ። ስለዚ ብኣምላኽ ዝወሃበካ ናይ ዘለኣለም ህይወት እዩ። ዓስቢ ሓጢኣት ግን፣ ውጽኢት ናይ ሓጢኣት፣ ንሓጢኣት ዘስዕቦ ግን ሞት እዩ። ካብ ኣምላኽ ዝወሃበካ ውህበት ከኣ ናይ ዘለኣለም ህይወት እዩ። ስለዚ እንታይ ምርጫኻ እስኻ? በቲ ዘለኻዮ ሓጥእ ኮይንካ ሞት ክትመውት ዲኻ ትደልስ ወላስ ናይ ዘልኣለም ህይወት ካብ ኣምላኽ ተቐቢልካ ምስ ኣምላኽ ንዘልኣለም ክትነብር ኣብ ህላዌኡ ክትሕጎስ ትደሊ? ያዕቆብ ሓደ ዓሰርተ ሓሙሽተ ከምዚ ይብለና ትምኒት ምስ ጠነሰት ንሓጢኣት ትወልዶ ሓጢኣት ምስ ተፈጸመ ድማ ንሞት እዩ። ስለዚ እግዚኣብሄር ሞት ኣየምጽእን፣ ሓጢኣት ኣየምጽእን። ሓጢኣት ካብ ሰብ እዩ ዓስቢ ናይ ሓጢኣት ከኣ ሞት እዩ። ኩሉ ሰብ እዩ ሰብ ድምጺ ናይ ሰይጣን ሰሚዑ ኣብ ከምዚ ወዲቁ እግዚኣብሔር ከኣ ድምጹ ኣምጺኡ ብዝተፈላለየ መንገዲ ቅድም ግዜ ቅድሚ ጎይታ ምምጽኡ ብነቢያት ይዛረብ ነይሩ ኣብ መወዳእታ ግን እዚ ወራስ ኩሉ ዝኽንብ ብወዱ ብጎይታ የሱስ ክርስቶስ ንዓና ተዛሪቡና እዩ ስለዚ ድምፂ የሱስ ክትሰምዕ ይግበኣካ። ድምፂ ኣምላኽ ክትሰምዕ ይግበኣካ። ብወዲ ኣምላኽ ኣሚንካ ህይወት ክትረክብ ይግበኣካ። እዚ ህይወት እዚ ንዓኻ እዩ። ናይ ዘለኣለም ህይወት ኣሎ ብክርስቶስ የሱስ ዝርከብ። ስለዚ እንታይ ሓዲኻ ንስኻ? እንታይ ምርጫኻ? ንመን ከተገልግል ትደሊ? ሎምዓንቲ ወስን ኣብ ህይወትካ። እዚ ኣምላኽ እዚ ኸኣ ሰናይ ኢልና። እዚ ኣምላኽ እዚ ሰናይ እዩ። ኩሉ ግዜ ሰናይ ስለዝኾነ እሱ ጽቡቅ እዩ ዝገብር ነዚ ጽቡቅ ግብሩ ካብኡ ተቀቢልካ ጽቡቅ ነገር ካብኡ ተቀቢልካ ብጽቡቅ ትመሃለስ ብሂወት ትመሃለስ ሂወት ይኹን ሕርያኻ ማለት ስለዚ ናይ ሎማዓንቲ ትምህርቲ ኣብዚ እወዲእ ኣለኹ ማለት እዩ እግዚኣብሄር ይሓለልኩም ንኣኹም እግዚኣብሄር የፍቅረኩም እዩ ስለዚ እዚ ናይ ሎማዓንቲ ዝነበረ መልእኽቲ እውን ናብ ካልኦት ክባፃሕ ከተካፍልዎ ማለት ሸር ክትገብርዎ ብትሕትና ሓተኩም ምክንያቱ ኣዝዩ ኣገዳሲ እዩ ሰባት ብዙሕ ተፋልሊ ጌጋ ዝኾነ ውሳነታት ኣብ ሂወቶም ይውስኑ ኣለዉ ግጉይ ዝኾነ ሕርያ ይገብሩ ኣለዉ እቲ ሕርያ ንኸይሓርዩ ዝኽልክሎም የለን ግን ዝበለጸ ሕርያ እንታይ ምዃኑ ከኣ ምምዓድ ምምካር እግዚኣብሄር ከኣ ወዱ ሰዲዱ ዝበለጸ ሂወት ክህብ ማለስ ኣነ ሂወት ምስ ተረፉ እትትኸውይ መጽኤሉ እቲ ግና ሰራቒ ግና ክሓርድን ክቐትልን እዩ መጺኡ ኢሉ። ስለዚ እንታይ ተሓሪኻሳ? ንሰራቒ ዲኻ ትደሊ? ነቲ ሰይጣን ዲኻ ትደልስ? ወላ ንኣምላኽ ዝሰደዶ ወዱ ነቲ ሓደ ወዱ ቀዲሱ ዝሰደዶ ንሱ ንዓኻ ፈዋሲ ንሱ ንዓኻ መጽደቒ ንሱ ንዓኻ ህይወት ዝህብ ኣምላኽ እዩ እሞ ሎማዓንቲ ንዕኡ ክትቅበል ንዕኡ ክትውስን ይጽውዓካ ማለት እዩ ስለዚ እግዚኣብሄር ይሓርየልኩም እዩ ኣብ ቀጻሊ ትሕዝቶ ብካልእ ኣርእስቲ ክሳብ ንራከብ ኣብ ዝመጽእ ዘሎ ሰንበት ጸጋ ጎይታ የሱስ ክርስቶስ ምስ ኩላትኩም ይኩን።
ጓሳ ከምዘለዋ ነብሰይ